ምራጭ ሓደ ሰብ ከይመጸኒ እዛ ገዛ ሓደ ሰብ መፍትሕ ከየእትወላ እወይ ገውገው ከይትብሉ ሓደ ሰብ ርጋጽ እብ እግሪ ዝብሃል ከይሰምዕ ምራጭ እየ።

ዋይ ሃብተይ ሃብቲ ሃብቲ ሃብቲ ሃብቲ ጥራይ ድኽነት ኣየ ድኽነት ቆርጫጭ ኣየ ድኽነት ምንኣስ ምንኣስ ምራጭ ኣየ ድኽነት ብሩር ብሩር

እንታይ ይብሎ እንታይ ይብሎ እንታይ ይብሎ ኣብዚ ቆቢዐይ ብስልማትን ግርማ መዘንግዕ ከይሓልፈሉ ዝማም ከይትመውት ጽልይ ዝሓጎኹም መዓንጣ ከብድኹም ሕርር ትበል ምራጭ

ርይርይርይ ምራጭ ርይርይ ሓዳስ መርዓት ንጉስ ዘግዘማ መርዓት ርይ ምራጭ ርይምራጭ ምራጭ ምእንቲ መዓንጣ ከብዶም ክሓርፍ ነቶም ዝጸልኡኒ ሓርፊ ደሓን ዶ ሓዲርካ ከመይ ኮይኖም ቆልዑት ከ ደሓን ዶ ኮይኖም ሕጂ ሕርር ዶ በሉ ሕር ኢልኩም ርይ ምራጭ ምራጭ ምራጭ ምራጭ ግና ናይቲ ሓሹ ምናልባት ናይ ሰብ ነገር መወዳእታ የብሉን እንድዩ ቅጫ ጠዓሞት ሂቦም መዘንግዕ እንታይ ይገብር ኣሎ ተይሎም ከኣ ብሓዘን ሓፍቱ ሕርር ኩምትር ኢሉ ኢኻ ትብል እወ ንኹላቶም ሕርር ኢሉ ዘሎ ጉሂ ኢዩ ዘሎ ኢኻ ትብሎም ምራጨይ በል በል በል በል ሕጂ እንታይ ትገብር ንፈተውተይ ጥራይ ተርድእ ዝማም ዓሪፈን ስለ ዘለዋ ምብጻሕ ኣብ ኣቶ መዘንግዕ ንኹላትኩም መርድእ ይነግረኩም ኣሎ ዋ በለለይ ኢኻ ንኹላቶም ጸላኣተይ ዝብሃል ከይትነግር ያኣይ ከይወርስ ምሉእ ለይቲ ከይትመውት እንድዮም ጽልዩ ነይሮም ሞይቲኣ እንታይ ይመስለካ እስኻ ክምራጭ እዩ ዓሪፈ ዋ ስልጣን ታይ ነበራ ታይ ነበራ። ሞይተያ ዝሓፍተይ ሞይተ። ምምሕዳር ከኣ ከድልየና ኣይረስዕን'የ ምምሕዳር ኬድካ ንሓዘንተኛታት ዝኸውን ሴድያ ስለ ዘድልየና ዘሎ ሓደ ኣርብዓ ዝኸውን ሴድያ ሃቡኒ ይበሎ ከከከከከከከክ።

ኻልኣይ ነዞም ጎረባብቲ መዘንግዒ ገደኩም ስለ ዘሎ ተኣከቡ በለለይ ኢኻ ተፋልፋይ። ወይነይ እዞም ጎረቤትና እዞም መርዓ ዝገብሩስ እወ ኮቦሮ ቲም ከይትብል ኢሉ መዘንግዒ በለለይ ፍራጭ እወ ምኽንያቱ መርዑት ተደልዮም ችሮቶ ኣፎም ተሓቲሞም። ይእተዉን ይውጽኡን ግና ሓንቲ ክሕግዙና እቶም በጻሕቲ ናይቲ ውራይ ጽንዓት ሃብኩም ክብሉ በዚ ኣፍ ደገና እንተሓልፉ ጽቡቅ ግን ምስ በልዑ ምስ ሰተዩ በሎም ኢኻ ንሓዘንተኛ ዝኸውን ሻሂ የለን ኪርኪርኪርኪርኪርኪር ምራጭ ምራጭ እታ ስልኪ ምጻኣለይ እታ ስልኪ ምራጭ እየ ምራጭ እየ ስልኪ ስልኪ ቀልጢፍካ መርድእ ንኹላ ዓዲ ንኹላ ዓዲ ንኹላ ዓዲ ንኹላ ዓዲ እወ ምራጭ እወ ሃሎው ሃሎው ሃሎው ኣቶ መዘንግዔ ግራዝማች ዲኻ እዎይ ኣበይ ክንጥዕይ ኣበይ ክንጥዐ ግራዝማች ከይዳ ዝማም ከይዳ ግራዝማች ነበረ ደሓን ደሓን ምምጻእ ምምጻእ እንታይ ጥዕና ረኺብካ ክትመጽእ እንታይ ጥዕና ረኺብካ ክትመጽእ ግና ግራዝማቼ ጉሂና ርኢኻ እቲ ብኣምሆ ዘማኸርኩኻ ግራውንድ ብላስ ዋን ኣነ ወሪሰዮ ኣለኹ ተን ክልተ በጣሓት ውን ተዋሂበን ኣለዋ ነዚ ሌባን ቀጻፍን ጭሩም ሓወይ እቲ ኣረጊት ጎማ ኩበኤ መሕጸቢ ክዳን ተጠቐሞ። ካልኣይ ግራዝማቼ ኖኖኖ ደሓን ደሓን ግራዝማች ኣይትተሃወኽ ኣይትተሃወኽ ኣይትምጻእ ደሓን ግዳ ክትሕጉዙኒ ግራዝማቼ ኣጋጣሚ ካብ ባንኪ ከይደ ሰልዲ ስለ ዘይረኸብኩ ሓደ ኣርባዓ ቅርሺ ስደዱለይ ንሽኮር ነቶም ሓዘንተኛታት መሕዘኒ ዝኸውን ንሻሂ እወ እወ ካልእ እወ እወ ግራዝማች። ኖኖኖኖ ምምጻእ ኣይደሊን እየ ምምጻእ ኣይደሊን እየ እቲ ጉዳይ ውራይና ኣጽብብ ኣቢለ እየ ዝገብሮ ዘለኹ እወ ኣጽብብ ኣቢለ ገፋሕፋሕ ከይበልኩ እየ ዝውድኦ ዘለኹ ሓዘና እወ። ግራዝማቸይ እወ ንሳ ጥራይ ግበር ኣብቲ ውርሻኻ ከም ቀዳማይ ምስክር ስለ ዘለካ ክትፍርመለይ ኢኻ እታ ብቀዳማይ ዘይከፈልካያ ናይ ዕቁብ ዓሰርተ ቅርሺ ባዕለይ ክኸፍለልካ እየ ግራዝማቸይ እታ ክገብር ድኣ ኣብ ደገ ኣለኹ ኣብ ደገ ኣለኹ ይቕበል ሓዘንተኛ እንታይ ደኣ ክገብር ግራዝማች ኤወወ ናናናና ደሓን ደሓን ግራዝማች እንታይ ኣወኸካ እ እንታይ ኣወኸካ ደሓን። ሕራይ ሕራይ ሕራይ በሉ ኣብ ደገ እየ ዘለኹ ቢኬር ወዲ ቢኬር ይሓጽብ እዛ ርግምቲ ሰራሕተኛ ከኣ ፍንጥርይዕ ኢላ እንድያ ጸጊባ ዘላ እወ ኣብ ደገ እየ ዘለኹ ግራዝማቸይ።

ኣደያ ዝማም። ንዓ ክትመስል ዶፍላቅ ኣይኮነትን እታ ሓብተይ ሌባን ቀጣፊትን ነውራምን። ኣነ ዝብል ዘለኩ ሲ ቁሩብ ቲያስ ደመን ሲ ይማስል። ብምንታይ ደማ ዋእ ሊቀ ሊቃውንት እናበልና ክነርስክ ከኣ ትጋገይ እዚኣ ትመስል ጸሓይ ዝወቅዖ ከበሮ ትመስል ገጻስ ነታ ቀጭን ሓፍተይ ብምንታያ ትመስል እዚኣ ብደማይ ትመስል ብዓጽማይ ትመስል ብልዛያይ ትመስል ቁሩብ ዶኾን ኣብቲ ዓንካር ዓንካሪ ተርኢ ክተብለኒ መሳሰላ ቁሩብ።

እወ ክንደይ ግዜ ተለሚኑ ክንደይ ግዜ ተለሚኑ እንድዩ ፈጣሪ መዓልቲ እንተ ኣኺላ ግን ኣኺላ ግን ባህጉየ ካብ ኩሉ ዘዛርበን ዘሎ ሓሊበልካ ጭሩሙ እንታይ ሕልሙ እንታይ እንታይ እሞ ክትብሉ ኢኺም ከይደለየ ዘረባ እንታይ እንታይ መልሓስቲ ሰማይ መስሉን እሞ እናተወንጨፉ ይመጹልኩሞ እቲ ሓደ ቅርቅር ኣቢሉ ረዚዐ ዝብለካ ንሰማይ ሒዝዋ ይኸይድ ካብኡ ሸተት ትብል እዛ ሓፍተይ ነውራም እንድያ ትሓደብ ታሕት ጸኒሑ ቀጥ የብላ እሞ ንላዕል ተኸደ ካብኡ ሸተት እቲ መበል ሳልሳይ ግና ጎራሕ ጸኒሑ ግዲ ፈለኛ እሞ ይመሃር ነይሩ ኣብዚ ምድሪ ገዛ ጉጤ ትገብር ክሳዳ ሕንቕ ኣቢሉ ሒዝዋ ንሰማይ ህልም በስመኣብ ወወልድ ወመንፈስ ቅዱስ ኣንታይ ኣንታይ መዘንግዕ እሞ ከም ዝፈታሕካዮ እሞ ከም ፈቲሕናዮ ኣለና።

ናይ ዝማም ሞት ሃንደበት ስለ ዝኾነ ሳንዱቕ ሬሳ ናባኸያ። ኣነ ደኣ መኻነይ ከምጽእ ናይ ሳንዱቕ ሬሳይ። ካብታ ተምጽኣ መቸስ ኣነ ናይ ኣርባዕተ ወርሒ ገዛ ክራይ ክምሕረካ እየ ንስኻ ከኣ ሳንዱቕ ሬሳ ትገዝእ። እሞ ኣይከኣለንን እያ ትማል ንዘንድዓ። እሞ ደሓን ማርካቶ ሰብ ኣዝማድ የብልካን ድዩ። እወ ኣለኒ።
እሞ ጽቡቕ ማርካቶ ኣዝማድ እንድሕር ኣለካ ኮይኑ ሓደ ዋላ ኣረጊት ናይ በናና ካሴታ ሃበና እሞ ኣብኡ ከድና እቲ ፍርናሻት ሽንታ ጭፍልቕልቕልቕ ኣቢልና ኣብኡ ንቀብራ ድሓን። እቲ ወዶ መሰንከ ሕሰብ እኮ እያ ከመይ ጌርኩም። ኣይ ኣይትሐለ ንዓኣ ኣይትሐለ ንዓኣ እብለካ ኣሎኺ ጥራይ ዝለዋላ ባኮ ድሙ ይኾን ካብ ዝኾነ ኣምጺኻ ምኽባር ጥራይ ስምዓኒ እቲ ቦኻስ ደም ብዝሕን ሽኮርን ኣሎ እብሃል ኣሪጉ ኣሎ ዶ ብደሓን ባባል ኣሎወ እም ታቦትካ ከላ ዶ ታቦት ኣላወ እም እሞ ንሱ ውን ተዝኸደልካ እስኻ ባእ ኣቱም ምዘወርካ። ኣደይ መዘንጋዕ

ሜትሮ ተስዓን እምበር ኣታ ከምኡ ሜትሮ ተስዓን ሓፍተይ መን ኣምና እዛ ቀጣፍቲ ሌባ እንተ ሞሎቀት ከብ ሳንዱቅ እምበር መን መን ይፈልጣ ሌባ እንድያ ግዲ እዚኣ ተኪኢልካ እቲ መስማር ከኣ ዳዲሽ ነዊሕ ወይ ከኣ ብቡለነ ብሓጺን እንተ ኮይኑ ከኣ ዝተላሕመ ጽቡቅ ሓፍተይ ኣይኣምናን እየ ክትሞልቅ ትክእሊ ኢኪ።

ዘረባ የብሉን እዩ መልቀስና ግዳ ኮሊፍካና ጠጠው ይደለ ምልቃስ ይሕሸና ኣነስ ዋላ እንታይ ይበል።

ክልተ ግደ ሓዘንተኛ ከኣ መንግስቲ መራሕቲ ሕጂ መጺኦም ምትሓዞም ኣይተርፍ ግደፈኒ ግደፈኒ ግደፈኒ ከይትሓዘኒ ግደፈኒ ግደፈኒ በሉ ግደፈኒ ሃባ ገመድ ገመድ ገመድ ሃባ ገመድ እ ምዃን ቀጠፍትን ሊያቡን ገመድ ኣብ ክሳደይ ምስ ኣእተኹ ፈሊጦም ውርሻይ ስለ ዝኾኑ ስቕ ክብሉኒ እሞ ባዕለይ ነብሰይ ክቐትል ኣይቀትልን ኣይደልን ንኽሽነ እኳ ሓይሽ ካራ ምሓዝ ኖኖኖኖኖኖኖኖ እዚኣቶም መን ኣምኖም ኣልብላታ ሌባ

ዘይእመን ዘይከውን ዘይመስል በየናይ ኣንቀጽ በየናይ ሕጊ በየናይ በየናይ ዝሞተ ምለስ ተልኩምና ከኣ ክንኣምን ኣበይ ተራእዩ
ሓውያሲ ኩሉ ትብሎ ዝጸናሕካ ሰሚዓትካ ትጽውዓካ ኣላ።